ኣብ ካስል መጺኦም ኣለዉ ዶ ሙዚቀኛታት ኣብዚ ኣፍሪቃውያን ገልመታት ምስኦም ክንጻወት ንክእል ምክንያቱ እቲ ናትና ማለስቴ ንሕና ን ራሲስት ኣይኮናን ጀርመናውያን ብባህሊ ንግደስ ኢና ብወጻተኛታት ንግደስ ኢና ክብሉ ክርእዩ እዮም ደልዮም ሶም ሕጂ ናባና መጺኦም ናብቲ ክፍል ባህልና እዩ ተጋድሎ ሕርነት ኤርትራ ማለት እዩ። ሕጂ ካብቶም ኣብኡ ዝነበርኩ ቁርብት ናይ ተኽለ ተስፋዝጊ ገለመታት ቁሩብ ሞዴርነ ዝኾን ዝደርፍ ዝነበርኩ ኣነ ስለ ዝኾንኩ ኣውቶማቲካሊ ምስኦም ክጻወት እንታይ ሽሙ ኮይነ ማለት እዩ። እቶም ኣብኡ ዝነበሩ ሙዚቀኛታት ድማ ኩሎም ኔሮም በዓል ነጋሽ ብርሃን ኔሮም ባይ ዘ ወይ ንሐጎስ ንበዓል ፍጹም ግርማይ ኣሰፋው እተፈላለዩ ብዙሓት እዮም ኔሮም። ሕጂ ካብኡ ክንጻወት ጀሚርና ሙዚቃ ምስኦም ገለመታት ገለ ምስኦም ሾው ጌርና ሓደ ምሸት ከማን ንከሙኡ ዘርኢ ገለመታት ኣንጻር ኢኖሚሲቲ ናይ ወጻእተኛታት ዲብል ካብዚ ተበጊስና ከምዚ ኢልና ጀሚርና ማለት እዩ ሕጂ ምስ ተላለኽዋ እታ ሰብ ኣነ ናይ ብሓቂ እቲ ናተይ ድሌታት እቲ ኣምቢሽኑ ዝተላዒሉ ምስኣ ክቕጽል ስለ ዝደለኹ ገለመታት ገለ ንንታ ሽሙ ከይደ ማለት እዩ ናብኣ ኣብ ዳርጋ ጊቭ ሚ አ ሚኒት ሙዚቃ እቲ ሜሎዲ ናቱ እቲ ሜሎዲ ላይን ናቱ እቲ ሪትሚክ ላይን ናቱ እቲ ናይ ኢስት ኣፍሪካ ናይ ሱዳን ናይ ኢትዮጵያ ከመይ ይመስል እተፈላለየ ሪትሚክ ከምኡ እንዳገበርና ገለ መታት ገለ ንዑ እንታይ ሽሙ ጌርና ማለት እዩ ንዑ ኤክሰርሳይስ ጌራ ምስቲ ናታ ሙዚቃ ሕጂ ምስቲ ጃዝ ወይ ድማ ባክግራውንድ ናይ ዲያቶኒክ ሙዚክ ናይ ኤሮጳ ማለት እዩ ምስኡ ከተወሓህዶት ነቲ ናተይ ሙዚቃ። ሕጂ ኣብዚ ክልተ ዓመት ንገዛእ ርእሰይ ኣነ ዝገበርክዎ እንድሕር ኣሎ እሳ ኣብቲ ዩኒቨርሲቲ ናይ ካስል ከመይ ጌሩ ወዲ ሰብ ሙዚቃ ይሰምዕ ዝብል እንታይ ሽሙ ሓደ ሌክቸር ስለ ዝነበራ ሳብጀክት ስለ ዝነበራ ትህቦ ኣጋጣሚ ከማን ሓውና ኣብራር ዑስማን ከማን ኣብታ ክላስ ኔሩ ምሳና ማለት እዩ ከምኡ ተማሂርና ሕጂ እቲ ኮርድ ፕሮግሬሽን እቲ ሜሎዲ ላይን ገለ መታን ተስምዓካ ሕጂ ንኣብነት ከመይ ጌርካ ብተፋላልዩ ኣርባዕተ ሓሙሽተ ሽዱሽተ ናይ ሙዚቃ ኢንስትሩሜንት ከመይ ጌርካ ትፈላልዮም ኣብ ዘ ሰይም ግዜ እቲ ሓደ ሙዚቀኛ ሓደ ነገር እንዳተጻወተ ከሎ እቲ ሓደ እንታይ ይገብር ኣሎ ክትፈልጥ ኣለካ ሕጂ ብከምዚ ኢና ንሕና ክስታይ ጌርናዮ ማለት እዩ እቲ ምስማዕ ከመ ናይ ሙዚቃ ናቱ ርእሱ ዝኸኣለ እንታብ ዝሎ እዩ ማለት እዩ እወኒ ናይ ብሓቂ ሕጂ እቲ ናተይ እንታይ ሽሙ ክስታይ ኮይኑ እቲ እዝነይሲ ክበልሕ ጀሚሩ ሕጂ ኣነ ዝኾነ ሕማቕ ድምፂ እንድሕር ሰሚዐ ወይ ድማ ሕማቕ ሙዚቃ ይርብሸኒ ንዓይ ልክዕ ከምቲ ብቀዳማይ ናይ ሽታ ዝብለካ ዝነበርኩ እዚኤን ክልቲኤን ናተይ እንታይ ሽሙ እየን ፎቢ እየን ማለት እዩ ሕጂ ኩሉ ሻዕ ከምዚ እንዳበልና ንቐጽል ኔርና ማለት እዩ ካብኡ ተማሂራቶ ከምቲ ድበልኩኻ በዓል ሳላሕ ኣልበኺት ዑድ ድጻወት ሱዳናዊ ኣትይዎ በዓል ኡሳማ ምሊጂ ናይ ኡሳማ ምሊጂ ሲ ኣብ ሱዳን ሲ ናይ ርትሚክ ፋሚሊ እዮም ብምሉኦም ፍለጡ እዚ ናይ በዓል ወርዲ እዚ ናይ ኩሎም ሱዳናውያን ዓበይቲ ኣሕዋቱ እዮም ሰሪሖሞ እሱ ድማ ምስ በዓል ኣብድልዓዚዝ ዝፃወት ነይሩ ንኢሮጳ ስደተኛ ኮይኑ ምስ መፀ ተስዓን ሸውዓተን እዩ ማለት እዩ ምሳና ተራኺቡ ኣብታ ካሴትን ኣብታ ታሽም ንሄለ ካብዚ ስእሊ እቲ ኮበሮ ሒዙ ዘሎ ማለት እዩ ብድሕሪኡ ድማ ኣብ ኮንትራ በይዝ ድማ ምንሽሙ ትርኢላ ሃይኮ ኢልን ድማ ኣብ ኖርዝ ሄስን ነዚ ንቕመጡ ኣውራጃ ብጣዕሚ ተፈልጠ ናይ ጃዝ ኮንትራባዚስት ነይሩ ማለት እዩ ከምዚ ኢልና ባንዲ ጌርና ግን እዚኦም ጥራይ ኣይኮኑ እቶም ናይ ኮሎብሬሽን ነይሮም ኣነ ምስ ደቂ ኣልጀርያ፣ ደቂ ፈለስጢን፣ ኣሜሪካውያን፣ ደቂ ማሊ ብተፈላለዩ ኮሎብሬሽን እገብር ነይረ ኣብ ስራሕ ገለ መታት ገለ ግን ኩሉ ሳዕ እንታይ እየ ዝገብር ኣነ ናተይ ሙዚቃ እየ ዝፃወት ማለት ብትግርኛ ከምዚ ትሰምዖ ዘለካ እንታይ ሽሙ ጊታር ስለ ዝፃወት ምስኦም ከይደ እቲ ናተይ የርእዮም ገለ መታት ገለ ምስኣ ይፃወተ ሽዑ ኣብ ስቴጅ ንረክብ። በዓል ርሐል ሱቤር ዝበሃል ነይሩ ናይ ኣልጀርያ ናይ ተለቪዥን ኦርኬስትራ ሓላፊ ቫዮሊኒስት እቲ ፈርስት ቫዮሊኒስት ማለት እዩ ኣብቲ እንታይ ሽሙ እሱ ከማን ምሳና ኣብዚ ግሩፕ እዚ ይጻወት ነይሩ ከምዚኣ ክልተ ደርፊ ብምስኡ ጌርና ኣለና ማለት ካቨር ጌርናያ ንኣብነት እታ ወላት ከረን ጻዕዳ እታ ኮምፕሊትሊ እቲ ሜሎዲ ትርእዮ እንታይ ሽሙ ቀይርዎ ሕጂ ብከምዚታት ሕጂ እዚ ነገር ከምዚ ምስ ቀጸለ ናተይ ደርፍታት ክገብር ግጥሚ ክገጥም ብትግርኛ ብዓረብ ብትግረ ምስ ጀመርኩ ናተይ ሜሎዲታት ክስታይ ኮምፖስ ክገብር ምስ ጀመርኩ እቲ ሪትሚክ ሰቢዞ ኣብቲ ሓንጎለይ ስለ ዝነበረ ከም ድራሚስት ከም ባታሪስት ጸገም ኣይኮነን ኔሩ ክትፈልዮ ወፍልይ ዝበለ ክገብር ደልየ ሕጂ እቲ ሕቶ እንታይ እዩ ኔሩ ንዓይ መብዛሕትኦም ሙዚቀኛታት ዝገብርዎ ነገር ኣሎ ንዓመታት ሙዚቃ ይጻወቱ ናይ ሰብ ሕጂ ናይ ሓደ ስታይል ወሲዶም ብኡ ይቅጽሉ ኣነ ግን ኮንሸስ ኮይነ ምስቲ ዝነበረኒ ትምህርትን ምስቲ ዝነበረ ሓገዛትን ምስቶም ዝነበሩኒ ንፉዓት ሙዚቀኛታትን ዳሕራይ ድማ በቲ ሓደ ወገን ድማ ኣብቲ ክፍሊ ባህሊ እንድሕር ርኢኻ ድማ ምሳና ድማ መን ኣለዉ በዓል በረኸት መንግስትኣብ ኣብቲ ምሳና ክልተ ዓመት ተቐሚጡ ነይሩ ቅድሚ ንኤርትራ ምእታዉ ቅድሚ ናጽነት ማለት እዩ ስዉእ እዮብ ሃይለ ኣሎ ኣብራር ዑስማን ኣሎ ዓበይቲ ሙዚቀኛታት እዮም ሕጂ ምስኦም ፕሮቫ ክትገብር ኮለኻ ካብኦም ትመሃሮ ነገር ንእሽተይ ኣይኮነን በዚ ሎት ናይ ቸን በቲ ንማት ናይ ምስቶም ወጻእተኛታት ይገብር ነረ ትንታ ሽሙ ማለት እዩ ስለዚ ኣይ ዋዝ ቢዚ ዊዝ ማይ ሚዚክ ከመይ ጌርካ ናትካ ይፍለ ሕጂ ካብቲ ናይ ካልኦት ገለ ከመይ ትገልጾ ትኽእል እወኒ
ኣጸቢቑ እዩ ዝፍለ እንታይ እዩ መስለካ ኣብ ኣብ ሙዚቃ እንታይ ይብሉ there is people of the sun people of the mountains እንታይ ማለት እዩ እዚኦም ኤሮጳውያን እቲ ሙዚቃ ናቶም ድሕር ርኢኻዮ እቲ ወይቭ ናቶም ከመይ ይኸይድ እቲ ሙዚቃ ናቶም ኣብቲ ክላሲካል ሙዚክ ድሕር ቅድሚ ክልተ ሚእቲ ዓመት ዋላ እተገብረ ነገራት ከንመጠ እሱ ነቲ ላንድስ ከይድ ናይ መንሽሙ ናይ ናይ ኢሮጳ ንዑ እዩ ሼፕ ዝገብር ምክንያቱ ጎቦታት ስለ ዘሎ እዚ ናይ ዓድና ሙዚቃ ናይ ኣፍሪቃውያን ሙዚቃ ኣንሕና ፒፕል ኦፍ ዘ ሳን ስለ ዝኾንና በቲ ፀሓይ እዩ ድውሰን እቲ ናትና ናይ ህይወት ሪትሚክ ብኡ ድማ ንሕና ኣብ ሪትሚክ እንታሽሙ ዝኾንና ኢና ሕጂ እቲ ሪትሚክ ስከይል ጥራይ ዘይኮነ ሜትሪክ ዝብሃል ኣሎ ዓቐን ናይቲ እንታይ ሽሙ ትገብሮ ናይቲ እንታይ ድብሃል ሕጂ እሱ ጥራይ ዘይኮነ ኣብቲ ሙዚቃ ድተፈላለየ ሳይኮሎጂካል ኢፈክት ክትገብረሉ እንድሕር ደሊኻ ኣሎ ንኣብነት ኣኮርድ ክትጻወት ኮለኻሲ ክንዲ ኣኮርድ ብምልእ እታ ትጻወት ሓንቲ ኣኮርድ ማለት ናይ ሓደ ስከይል እንታሽሙ ማለት እንድዩ ክልተ ሰለስተ ወይ ድማ ስጋብ ሓሙሽተ እንታሽሙ እንድዩ ኖትስ ትኣቱ ማለት እያ ካብ ሓደ ስከይል ሕጂ ንዕኡ ኣፓጆ ክትጻወቶ ትኽእል። ንሜሎዲታት ወሲድካ ካብኡ ሊክስ ክትጻወት ትኽእል። እሱ ጥራይ ዘይኮነ ኣሎ ንኣብነት ጎስት ኖት ከተእትወሉ ትኽእል። ጎስት ኖት ኢንፋክትን እስኻ ኣብቲ ሙዚቃ ኣይትጻወተን ኢኻ ኣብቲ ሙዚቃ የሎን ግን እቲ ሰብ ኣብ ርእሱ ይሰምዖ ምኽንያቱ እቲ ሓንጎል ትራክት ይገብሮ። ከምዚ ስእሊ ምስ ኣለካ ንኣብነት ሓደ ስእሊ ትሪኦ ዜሎ ነገር ትርኢ ገለመታት ገለ ከምኡ ድማ ሙዚቃ ከምኡ ኣሎ ሕጂ ካልእ ድማ ኣብቲ ብሉስ ኣብቲ ጀዝ ዝፈልዮ ነገር እንድሕር ኣሎ ኮይኑ እቲ ብሉ ኖትስ እዩ ምክንያቱ ዲያቶኒ ኮይኑ ናይ ኤሮጳ ሰለስተ እንታይ ሽሙ ኣሎ ሃቭ ኖትስ ኣሎ ንዐኣን እንድሕር እንታ ሽም እንድሕር ጌርካየን፣ ንዐኣን ተጻዊትካ፣ ንዐኣን ስላይድ እንድሕር ጌርካየን ወይ ድማ ዲስቶርት እንድሕር ጌርካየን ብሉ ኖት ይህባኻ። እዚ ናይ ብሉስ ሙዚቃ ስለምንታይ ሕጂ ብሉስ ፔንታቶን እዩ ናይ ኣፍሪቃ እዩ ዋላ ጃዝ ከማን ናይ ኣፍሪቃ ካብ ናይ ኣፍሪቃ እንታ ሽሙ እዩ መሰረቱ ግን እንታይ ይገብርዎ ኣብ እንታ ሽሙ በቲ ኢንስትሩሜንቴሽን ናቶም ጌሮም ጊታርን እንታ ሽሙ ገለ መታት ገለ ፍልይ ዝበለ ሳውንድ ንክህብዎ ገለ መታት ገለ ሕጂ እቲ ኣገዳሲ እንታይ እዩ እቲ ኮርድ ፕሮግሬሽን ከመይ ጌርካ ትሰርሖ እዚ ኣብ ኤርትራ ኣብ ሕጂ ኣብ ናይ ኢትዮጵያ ሙዚቃ እንድሕር ርኢኻዮ እንታይ ሽሙ ኣሎ እዚ ራውንድ ይብልዎ ገለመታት ኮርድስ ራውንድ ኣሎ ንዓ ይገርፉ እቲ ደራፋይ ይደርፍ ኖርማል ፍሪ ኮይኑ ማለት እዩ ኣብ ናትና ምስቲ ደራፋይ ኢኻ ትኸይድ ኦል ዘ ታይም ሕጂ እሱ ስለ ዝኾነ ንሓደ ወጻእተኛ ነዚ ሙዚቃ እዚ ክሰምዕ ከሎ ቀልጢፉ ቦሪን ይኾኖ ሕጂ ኣነ እንታይ ኢለ እቲ ኮርድ ፕሮግሬሽን ናተይ ካብቲ ዝነበረ ክፍለ ኣለዎ እያ እቲ ሳውንድ ናተይ ክፍለ ኣለኩ ምክንያቱ ኣነ ነቶም ካልኦት ክመስል ኣይደለኩን ካብቶም ካልኦት ተማሂረ እየ እዚ ፍሉጥ እዩ ነቶም ካልኦት ሰምዖም እየ ናብኦም ደለኒ ክብረት ዓብይ እዩ ግን ከምኦም ክደሊ ኣይደለኩን ሕጂ ካብዚ ተበጊሰ ኣነ ሓድሽ ናተይ ሙዚቃ እየ ኣጥርየ ዳሕራይ እቶም እቶም ሙዚቀኛታት ምሳይ ዝጻወቱ ዝነበሩ ተፈላለየ ባክግራውንድ ስለ ዘሎ ነቲ ሳውንድ ነቲ ፍሬዚን ናተይ ኣብቲ ኣደራርፋ ናተይ ንዑ ጸልዮሞ እዮም ስለዚ በዚ ምክንያት ሕጂ ሰብ ክብለካ ይክእል እዩ ናይ ሱዳን ይፈልጥ እዚ ናይ ሱዳን ይመስል እቲ ጃዝ ትፈልጥ ጃዝ ይመስል እቲ ሓደ ገለመታት ገለ ጊና ንሕና ብሙዚቀኛታት ገርና ኣናላይዝ ገርና ኢና እቲ ሙዚቃ እንታይ ሽሙ ኣብኡ ድነገሩና እንደስምዕና መምክን ክስታይ ይባል ሕጂ ኣብ ዓለም ሓደ ነገር ኣሎ ንክትፍለጥ እንድሕር ኮንካ ብሓደ ነገር እስኻ ስለ ዝጸዓርካ ስለ ዝሰርሕኻ ጥራይ ኣይኮንካን ትፍለጥ እንታይ ደኣ ንዓኻ ፎርደረር የድልየካ ፕሮሞተር የድልየካ እንታይ ማለት እዩ ንኣብነት ኣይንሽታይን ኣይንሽታይን ካብቲ ፍልይ ዘብሎ ከም ናይ ዓለም ሳይንቲስት እንታይ እዩ ኣብ ውሽጢ ሓንቲ ዓመት ኣርባዕተ ኣርቲክልስ ጽሒፉ ናይ ፊዚክስ ኣብ እተፈላለየ ዲሲፕሊን ናይ ፊዚክስ። ሕጂ እዚ ሰብ እዚ እዚ ክገብር ኮሎ እቶም ሳይንትስት ዋላ ገሊኦም ደንበቦ ዋላ ዘየንብቡ ነቲ ናቱ ስለ ዘይተረድእዎ ክስታይ ክብሉ ክገብሩ ኣይከኣሉን ሕጂ ማክስ ፕላንክ ኣለልይዎ ነቲ ስራሕ ናቱ ንዓንዶ ን ንበርሊን እዩ ምክንያቱ ሓላፊ ናይ ኢንስቲትዩት ስለ ዝነበረ ማክስ ፕላንክ ኣብቲ ግዜ እቲ ስለዚ ኩሉሻዕ መን የድልየካ እስኻ ሓደ ሰብ ምስ ገበርካ ዝሕግዝ የድልየካ ሕጂ ንሕና ናይ ተጋድሎ ሓርነት ኤርትራ ክፍሊ ባህሊ ስለ ዝነበርና እቲ ዘሎ ስርዓት ንዓና ከምደይ ንረኤ ክገብረና ደልዩ ከምደይ ንፍለጥ of course ኣለዉ እቶም ቅድሚኡ ተፈልጡ ገለመታት ገለ እወ እቲ ኣብ ዓዲ ምስ ኣተው ግን ዝረኽብዎ ዝነበሩ ቻለንጅን ውርደትን ድማ ንፈልጦ ኢና ንሕና እወን እዩ ሕጂ ሲ የማነ ባርያ ሲ ልበይ ከደ በረረ ናይ ፍቅሪ ናይ ጓል እያ ትመስል ግን ሓደ ምስኡ ዝነበረ ኢልኒ እዚኣ ንጀብሃ እኳ እዩ ጽሒፍላ ታድዮስ እዛ ደርፊ እዚኣ ስለዚ ዋላ ከምቲ ናይ ግዜ ሃይለ ስላሴ ዝነበሩ ዝደርፍዎ ነበሩ ሕቡእ ዝኾነ መልእኽትታት ናብቲ ህዝቢ እሱ ከማን ሕቡእ መልእኽቲ ኣሕሊፉ ማለት እዩ ከም ናይ ፍቕሪ ገይሩ ገድስዋ ዝነበረ ታሪኽና ገለመታት ገለ ኣብ ሓደ ምስ ኣሕዋት ኣብ ሓደ ገዛ ክሳይ ተራኺብና እንዳዕለልና ኮለና ስምኪ ተዘኪሩ ገለመታት ገለ ዶ ሕጂ ኣነ እዚኣ ናተይ ሓጋዚ ድማ ማክስ ፕላንክ ድማ እዚኣ ኡርዙን ነይራ ማለት እዩ ኡርዙን ናይ ብሓቂ ፑሽ ገይራትኒ እያ ምስቶም እንታይ ሽሙ ክላለ ቶን ስቱድዮ ዘለዎም እተፈላለዩ ዓይነት ሙዚቀኛታት እተፈላለዩ ዓይነት ስታይል ካብ ኩሉ ድማ እዚ እንታይ ሽሙ ድማ እቲኦም ዳይረክተርስ ወይ ማነጀርስ ናይ ሙዚቃ ንዓኻ ኣብ ተፈላለየ ክስታይ ሕጂ ኣነ ድሕሪ ካብ ተስዓን ብሽዱሽተ ንንዮሲ ኣብ ኢንተርናሽናል ዓቢ ፌስቲቫልስ እየ ዝጻወት ነይረ ምስኣቶም ኮይነ ገለ መታሕት ገለ ኣብ ፌስቲቫል ናይ ተጋድሎ ሓርነት ኤርትራ ምስ ባንድ ናተይ ሙምክን ክልተ ግዜ ድና ገለ ተጻዊትና ኣለና ኣብ ታዕቢ ስቴጅ ማለት እዩ ኣብቲ ናይ ጀብሃ ፌስቲቫል ዓመታዊ ዝግበር ዝነበረ ተለይኮነ ኣነ ምስቲ ክፍሊ ባህል ናይ ተጋድሎ ሓርነት ኤርትራ እየ ዝጻወት ነይረ ሕጂ ከምዚ ኢሉ ምስ ነቐለቲ እቲ ጉዳይ ካብኡ ኣብ ኢንተርናሽናል ሕጂ ኣሪና ኣበይ ኣበይ ተጻዊትካ
ኣብ ሙርስ ፌስቲቫልስ፣ ኣብ ኢንተርናሽናል ፌስቲቫል ናይ ካስል ናይ ጃዝ ኣብ ጎቲንገን ከምኡ ኣሎ። ተረዲእካኒ? ካብ ኩሉ ድማ እቲ ሃይላይት ዝብሎ ክልተ ግዜ ኣነ ኣብ ኒውዮርክ ተጻዊተ ነይረ። ካብዚ ከይደ እቲ ካልእ ናይ ኤውሮጳ ደሓን ንግደፎ፣ እቲ ኒውዮርክ ግን ብምንታይ እፈልዮ ኣብ ክልተ ሽሕ ሙዚቃ ክጻወት ምስ ኮትኩ ገለ መታት ገለ እንታይ ሽሙ ነይሩ እዚ ክስታይ ነይሩ እዚ ፖሲቢሊቲ ነይሩ ኣነ ምስታ ግሩፕ ኮይነ ኣብ ኢሪድዩም ክጻወት ኢሪድዩም ናይ ጃዝ ክላብ ኣብ ኒውዮርክ ሕጂ እዚ በዓል ማይልስ ዴቪስ በዓል ቻርሊ ፓርካ ዝፃወትሉ ዝነበሩ ዝኾነ ሰብ ዝጻወተሉ ኣይኮነን ገለመታት ናይ ብሓቂ ፍርዝየ ትብልዎ ፋይንስ እንታይ ሽሙ ጃዝ ሙዚቀኛ ክትከውን ኣለካ ኣብኡ ንክመጽዎ ፖፕላሪቲ ክህልወካ ኣለዎ ገለመታት ኣነ ግን ንዓይ ኣጋጣሚ እንታይ ሽሙ ስለ ዝነበረ ቦታ ስለ ዝነበረ ሓንቲ ሓደ ሙዚቀኛ ኣብታ ምሸት እያ ሓሚሙ መስለኒ ናቱ ቦታ ስለ ዝነበረት እቲ ናተይ ባንድ ብኡ ክፃወት ክስታይ ገይሮሞ ነቲኦም ኣብኡ ዝነበሩ ኣጋይሽ ከነፀልሎም ሓዲርና ማለት እዩ እቲ ናትና ሙዚቃ ንዓል ሰባሳቢናን እወ ናይ ዓረብ ጌርና እንታይ ሽሙ ጀነተል ዑሻግ ትብል ደርፊ ገለመታት ገለ ከምኢታት ጌርና ተፃዊትና ማለት ብድሕሪኡ ግን ኢንተረሳንት ኮይኑ ቨሪ ኢንተረስቲንግ ዝኾነ መኣስ እዩ ኣብ ክልተ ሽሕን ክልተን ኣብ ኒውዮርክ ጥቃ ሆድስን ሪብን እንታይ ሽሙ ኣሎ ሙዚክ ሪሲደንስ ኣሎ ሕጂ እዚ ሙዚክ ሪሲደንስ ኤንጂኦ እዩ ኣብ ዓለም ዘለዎ ሙዚቀኛታት ይእክቦም ብሓንሳብ ገይሮም ኮላብሬት ከም ዝገብሩ ይገብር

ኡርዝል ኣጋጣሚ ንሳ ኣብ ኒውዮርክ ፕሮፌሰር ስለ ዝነበረት ኣብኡ ድማ ካብቶም ቦርድ ኢያ ነይራ ስለዚ እዚ ድማ ኣሎ ሓድሽ ሙዚቀኛ ፍልይ ዝበለ ሙዚቃ ዝገብር ስምዑ ኢላቶም ካብቶም ዓሰርተ ኣርባዕተ ተመሪጸ ናብኡ ከይደ ምስኦም ሓድሽ ሙዚቃ ጌርና ከማን ሓድሽ ሙዚቃ ክትገብር ኣላ ዋላ እታ ግጥሚ ዝገጠምኩዋ ከማን ሓዳሽ ሙዚቃ ኢያ እንታይ ትብል ሙዚቅ ቋንቋ እዩ ዓሌት ሃገር ዘይፈሊ ንጸሊም ቢጫ ጻዕዳ ንተቐማጣይ ናይ ምድሪ ሙዚክ ከምታሽ ሕጂ ኮምፖዝ ጌርናያ ገለመታት ኣብኡ ናይ ብሓቂ ብዙሓት ኮምፖዘር ነይሮም ገለመታት ገለ ነቲ ነቲ ሙዚቃ ወሲዶም ሲ ድፈታትልዎ ከም ድላዮም ገይሮም ገለመታት ማለት እዩ ኣብኡ ሓንቲ ተላልየ ሙዚቀኛ ሙዚቀኛ ወይ ኮምፖዘር ኢንፋክት ኢንስትሩሜንት ብዙሕ ኣይትፃወትን እያ ኣብ ርእሳ እዩ ኩሉ እቲ ሙዚቃ ሕጂ ሙዚቃ ፅሒፋ እዚ እቲ ሙዚቃ እዚኣ ተፃወትዋ ትብሎ ንሓንሳብ እቲ ውሕጃት ክኸይድ ከሎ ተርእየካ በቲ ሙዚቃ ንሓንሳብ በረኻ ዘሎ ክስታይ ዘሎ ኣታኽልቲ ዘሎ እተፈላለየ ናይ ድምፅታት ናይ እንስሳታት ገለመታት ገለገለ ሕጂ ኣነ ተገሪመ ከመይ ጌርኪ ካይተፃወትክዮ እቲ ሙዚቃ ሳብ ርእሲኺ ሒዝክዮ ሕጂ ኢላትኒ ቤትሆቭን ከማን ኣብ ቪየና ጸማም ኮሎ እዩ እታ ነምበር ፋይፍ ትብል እንታይ ሽሙ ሞል ታታታታታ ትብል ደርፊ ንዓ ኮምፖዝ ገይርዋ ገለ መታ ስለዚ ኢላ ነገራትኒ ማለት ጠማም ነይሩ ሽዑ ማለት እዩ ቢትሆቨን እንታይ ነይሩ ሽዑ ኢልካ ጠማም ጠማም ማለት እወ ናይ ብሓቂ ተማም ነይሩ እወ እሱ እሱ ቤትሆቨን ፀማም ነይሩ ወሪ ሕጂ ብኡ እዩ ዝፍለጥ ድማ ንሱ እኮ ናቱ ሙዚቃስ ፍልይ ዝበለ እዩ ካብቲ እንታ ዲፓል መብዛሕትኡ እቲ ሙዚቃ ጸሚሙ ከሎ እዩ ኮምፖዝ ገይርዎ ማለት እዩ ሕጂ እቲ ናብቲ ናተይ ክምለስ እቲ ምስኦም ዝገበርኩ እቲ ኣገባብ ክስታይ ገለ መትሃት ገለ ነቶም እንታይ ሽሙ ነቶም ሙዚቀኛታትን ነቶም ምክንያቱ ኣብ ሸው ክልተ ግዜ ሸው ኣርኢና ሽዑ ከም ዓሰርተ ኣርባዕተ ሰባት ማለት እዩ ኣነ ናቶም ሙዚቃ ክጻወቱ እሶም ናተይ ሙዚቃ ክጻወቱ ገለ መትሃት ገለ ሕጂ እንታይ ኣስተብሂለ ገለመታት እንታይ ተማሂረ ካብኡ በት ካብቲ ድበሉ ንሳቶም እቲ ድምፂ ናተይ እቲ ኣደራርፋ ናተይ ዩኒክ ወንታሽሙ ምዃኑ ወኢንተርናሽናል ምዃኑ ምክንያቱ እንድሕር ርኢኻዮ መብዛሕትኡ ሙዚቃና ናይ ማሊ እዩ ናይ ባይዘወይ ሙዚቃ ናይ ማሊ ብዙሕ ምስ ናይ ኤርትራ እንታሽሙ ኣለዉ ደራኽብ ኣለዎ እቲ ሜሎዲ ላይን ናትና ኣብ ርትሚክ ድማ ሓደ ሙዚቀኛ ናይ ማይልስ ደይቪስ ኪቦርድስ ዝነበረ ኢሉ ሙዚቃ ናይ ኤርትራሲ ምስቲ ናይ ብራዚልያን ርትሚክ ክስታይ ይተኣሳሰር እዩ። ሕጂ ንዓና ሓድሽ ነገር እዩ እዚ እቲኦም ናይ ሙዚቃ መጽናዕቲ ዝገብሩ ድማራምሩ ሙዚኮሎጊ እዚ ከጽንዕዎ ዘለዎ ነገራት እዩ ክንዲ ምንታይ ናትና እንታይ ሽሙሲ ንእሽተይ ይመስል እቲ ሃገርና ገለመታት እምበር ብዙሕ ኤፈክት እዩ ዘለዎ ኣፍቲ ዓለም ገለመታት ገለ ሕጂ እንታይ ኣስተብሂለ ኣነ ዳሕራይ ኣብ ራድዮ ውፅኦሞ ነይሮም እቲ ሙዚቃ ኣብ ኒውዮርክ ኣብዚ ከማን ኣብ ጋዜጣ ዝወፀ መዓት ጋዜጣ ብዛዕባ ሙዚቃ ገለመታት ዋላ ኣብኡ ገለመታት ገለ እንታይ ዓይነት ፓርቲ ነርና ከመይ ነይሩ እቲ ምሸት ገለመታት ገለ እቶም ክሪቲክስ ተፃዊቶም እንታይ ኢልካ ዶቶረይ? ን ክሊፕ ስለ ዘለና ካብቲ ናይ ወረቀት ዝነበረ ሳምፕልስ ናይቲ ሙዚቃ ናትካ ገለ ምናልባት ዝኮነ ኣቀናባብራ።
እዋኒ ግን እቲ ነገር እንታይ ድዩ መሲልካ እዚ ኣብ ሲዲ ኣብ ክስታይ ስለ ዝኾነ ሕጂ እንታይ ሽሙ ክትገብሮ ይትክእልኒ ሃት ኮምፒውተር እዋኒ there is a problem ፍልይ ዝበለ ከድካ ናብ ዲጂታል ክትቅይሮ ኣለካ ምክንያቱ ኣብ ሲዲ እዩ

እወ እዚ ምስ ምስ እንታይ ሽሙ እዚኦም ጠዋርግ ዝፃወትዎ ሙዚቃ ጠዋርግ እወ እወ እትብል ዘለኻ እወ እወኒ ግዋና ዝበሃል ኣለዎ ኣብኡ እቲ ኣብ ቤዝ ናቶም ንኣብነት ከምዚ ዋጣ ትመስል ገለ መዳድ ያ ያ ሃልይዎ ያ ያ ያ እሱ ሓደ ኣልኸሊል
ኣልኸሊል ዝበሃል ዓቢ ሙዚቀኛ ነይርና ኣብ ካስል ከምኡ ዝፃወት ምስኡ ንፃወት ነይርና ኢና ካብ ኩሉ ድማ ኣነ ኮላብሬሽን ምስ ምስ ሓምድ ባሩድ ዝበሃል ወዲ ኣልጀርያ ነይርኒ እሱ ሕጂ ኮምባይን ይገብሮ ኣብቲ ሞደርን ጌሩ ኣምጺእዎ ነቲ ናይ ጓና ሙዚክ ያ እዚ ኣሜዚን ጊን ስቲል እሱ ከማን ፔንታቶኒክ እኳ እዩ እቲ ሙዚክ እቲ መሰረት ናቱ እቲ ሪትሚክ እዩ ናቱ ፍልይ ዝበለ ካብ ናትና ማለት እዩ ስለዚ
ከምዚ እቲ እንታይ ድበሃል ብከምዚ ኣገባብ እቲ ሙዚቃ ናተይ ማዕቢሉ ማለት እዩ ኣነ ማዕቢለ ኣብቲ ሙዚቃ ሕጂ ድተፈላለየ ዓይነት እንታይ ሽሙ ክገብር ነበር ጀሚረ ዳሕራይ ብድሕሪኡ ድማ ኣጋጣሚ ሓንቲ መሓዛይ ኣላ ስጋብ ሕጂ ጓል ቻይና እያ ስዊቺን ቡ ትበሃል እሳ ድማ ሰብኣያ ንዓኣ እንታይ ሽሙ እዩ ናይ ክላሲካል ሙዚክ ዳይረክተር እዩ ነይሩ እንታይ ሽሙ ኮምፖዘር ሕጂ እሳ ናብቲ ክላሲካል ሙዚክ ድማ እንታይ ሽም ጌራትኒ ኢንትሮዲስ ጌራትኒ በቲ ድነበረ እንታይ ሽም ማለት እዩ ምክንያቱ ብሓንሳብ ኮይና ኣብ ኮንሰርትታት ንከይድ ነርና ገለመታት ገለ ሽዑ ንቪየና ምስ ኮትኩ እቲ ናትና ኢንስቲትዩት ዝነበረ ዝሰርሓሉ ከም ሳይንቲስት ኮይነ ሰለስተ ዓመት እንታይ ሽሙ ገይሩ ኮላቦሬሽን ነይርዎ ምስ ፎልክስ ኦፓ ወይ ፎልክስ ኦፔራ ናይ ክስቶ ናይ ቪየና ሕጂ ክስታይሲ ብ ሚእትን ገለን ዝሽየጥ ቲኬትሲ ብ ዓሰርተ ክልተ ኦይሮ ብ ዓሰርተ ሓሙሽተ ኦይሮ ንረክቦ ኔርና ንሕና እቲ ነቲ ኢንስቲትዩት እዩ ልመጽእ ሽዑ ኤቭሪ ዊክኤንድ ዓርከይ ኔሩ ንወዲ ዜርቤል ምስኡ ከይና እቲ ክላሲካል ሙዚክ ኮንዝዩም ጌረዮ ሕጂ ብዛዕባኡ ድማ ጋይድ ቶር ስለ ትገብር ኣብ ቪየና ሲ ሓንቲ ቪየና ናይ ሙዚቃ ዓዲ እዩ ባይ ዘ ወይ ነቲ ኩሉ ናይ ሙዚቃ እንታይ ሽሙ ክትበጽሖ እንድሕር ደሊኻ ኣብ ሓደ ዓመት በጺሕካ ክትውድኦ እንድሕር ደሊኻ ኣትሊስት ኣርባዕተ ግዜ ኣርባዕተ ምሸት ኣብ ሰሙን ክትወጽእ ኣለካ ስእልካ ብሓ ብቁሩብ ድውዳእ ኣይኮነን ማለት ሓንቲ ኦፔራ ሃውስ ወላ ሓንቲ እንታይ ሽሙ ኣይኮነን ብዙሕ ቲያትርን ብዙሕ ምዝዩምን ብዙሕ እንታይ ሽሙን ዘለዎ ከተማ እዩ ኣጋጣሚ ክልተ ሽሕን ዓሰርተ ሓሙሽተን ድማ ናይ ክልተ ሚእትን ዓመት ድብል እቲ ዩኒቨርሲቲ ናይ ሽዱሽተ ሚእቲ ዓመት እንታይ ሽሙ ነይርዎ ዩኒቨርሲቲ ነይርዎ እቲ ናይ ቪና ኤሮፓ ቪን ኣብ ቪየና ድብል እንታይ ሽሙ ነይሩ በዓል እቲ ናፖልዮን ዝወደቀሉ ግዜ ኣብኡ መጺኦም እዮም ነታ ኤሮጳ ተመቃቂሎማ ዳሕራይ ኣብ በርሊን ከይዶም ድማ ከምቲ ንፈልጦ ድማ ነታ ኣፍሪቃ ተመቃቂሎማ ኤሮጳውያን ማለት እዩ ስለዚ እቶም ሓያላት እዚ ኮሚታት ስለ ዝነበረ ንዕኡ ድኸውን ብዙሕ ሸዋትን እንታይ ሽሙ ስለ ዝነበረ ኣብኡ ይካፈል ነይረ ብከምኦ እንታይ ስሙ ድማ ክስታይ ገይረ እየ ሕጂ መጠረሽቱ ከምዚ እንዳበልኩ እንዳኸትኩ ከለኹ ኣጋጣሚ ኣነ እዚ ኣለርጂ ሓሚመ እዚ ሃይ እንታይ ሽሙ እዚ ሃይ ፊበር
ኣለርጂ ሕጂ እሱ ፉንግ ኣለርጂ ማለት ቆጽልታት ገልመታት ክስታይ ኣብ ሳመር ከምኡ ክመጸኒ ጀሚሩ ሕጂ ኣይተረዳኣንን እንታይ እዩ እንጂ ንሕና እስቲ መብዛሕትኡ እቲ ፌስቲቫልስ ድማ ኣብ ሳመር እንዲ ዝኸውን ገለመታት ክለ ሕጂ ኣነ ናብኡ ንዑ ግን ቡክ ክትገብሮ እቲኦም መናጀራት ሓመድ ቅድሚ እዮም ቡክ ትገብሮ ነቲ ነቲ ቦታታት ፍሉጥ ስለ ዝኾነ መኣስ ከም ዝግበር ስለ ዝፍለጥ ገለመታት ድማ ኣብዚ ናብዚ ናብዚ ንብሉኻ ሕጂ ከምኡ ትገብር ከምኡ ንገብር ነርና ንሕና ጽቡቕ ከይድ ነይረ እቲ ክስታይ ምስ ሓመምኩ ቁሩብ እቲ ኣብቲ ፌስቲቫላትሲ ከም ድላየይ ተኣማሚነ ቡክ ክገብር ኣይከኣልኩን፣ ገለ መታት እዚ ናይ ክልተ ሰሙን ድማ ኣዝዩ ጽቡቕ ኣለኹ እሞ ክጻወት ሎሚ ሰሙን እዛ ሰሙን እዚኣ ክትብል ኣይትኽእልን ኢኻ ኣብኡ። ከምዚ ስለ ዝኾነ እቲ ናይ ሙዚቃ ናይ ደርፊ ወሳኒ ነገር እንዳ ደሓረ እንዳ ደሓረ ከይዱ ዳሕራይ ድማ እቲ ናይ ፒኤችዲ ግዜ መጺኡ እቲ ገለ መታት መጺኡ ቆልዑ መጺኦም እዚ ቁሩብ ስሒብኒ እቲ ናትና ሽግር ድማ ኣይውዳእን እዩ ሞር ናብቲ ፖለቲካ ድሒበ ድማ ስለዚ ከምዚ ኢሉት ናይ ሙዚቃ ቁሩብ ኣብ ባክግራውንድ መጽዩ ጊን ስቲል ኣነ ኣብ ገዛይ ኮይነ ንነብሰይ የጻውታ ዎ ን ደቀይ ይምህሮም በታ ድላ እንታሽ ምክእለተይ ማለት እዩ በታ ዓቅመይ ዎ ንሰብ የዘናግዕ ነቶም ኣዕሩክተይን ገለ በታትን ገለን ስለዚ ከምዚ እንዳ ይቐጽል ኣለኹ ማለት እዩ እቲ ሙዚቃ ከማን ቀደም ሕጂ እቲ ኣብ ቪየና ምስ ከድኩ ንኣብነት ሓንቲ ደርፊ ነይራ ዝገበርኩዋ እቲ ክላሲካል ሙዚክ ሲ ንምንታይ ኢንፍሉዌንስ ከም ዝነበሮ ኣብቲ ናተይ ሙዚቃ እንታይ ትብል መስለካ ኣቲ ቆልዓ ስምዕኒ ዘረባይ በልኒ እንዶ ሕራይ ሓደ ግዜ ጥራይ እዚ እዚ ፍልይ ዝበለ እዩ ካብቲ ናይ ትግርኛ ገለ ቦታ ሕጂ እቲ እቲ ኢንፍሉዌንስ ትሪኦ እቲ ናይ እንታይ ዝበሃል እ፣ ሕጂ ብድሕሪኡ ድማ ሓንቲ እ፣ ደርፊ ዝገበርክዋ ኣለዋ ንግሆ ተስየ በሳሒታ ብቑሪ ንሰማይ ይጥምት ክልምን ንፈጣሪ ኣውዕለኒ ክብሎ ከምቲ ዘሕደርካኒ ስደተኛ እየ ጸሊም ኣፍሪካዊ

ከምቲ ዘሕደርካኒ ስደተኛ እየ ጸሊም ኣፍሪካዊ Excellent, excellent. ዲታት ማለት እዩ ሕጂ እቲ ስኻ ትሰምዖ ኣሬድ ማለት እዩ ካብቲ ናይ ደሎ ትግርኛ ገለመታት ገለ ሕጂ እቲ ፀገም ኣብዚ ግዜ ዘለና ቀደም እንታይ ነይሩ ኣብ ኤርትራ ብዛዕባ ኤርትራ ክንዛረብ ንድሕር ኮይና ንፉዓት ቮካሊስት ኣይኮኑን ኔሮም እቲ እቲ ሊሪክስ ግን ኣብ ሊሪክስ ብርቱዓት እዮም ኔሮም እቶም እቶም ሙዚቀኛታት ናይ ሰብዓታት እቶም ሙዚቀኛ ኢንስትሩሜንታሊስት ድማ ንፉዓት ኔሩ ሕጂ እቲኦም እቶም ደረፍቲ ግን ከም ቮካሊስት ንኣብነት ካብ ሓደ ስኬይል ካብ ሓደ እንታይ እዮም ዝብልዎ ኦክታቭ ክልተ ኦክታቭ ሰለስተ ኦክታቭ ውሑዳት እዮም ኣብ ሰለስተ ኦክታቭ ዝበፅሑ ኤርትራውያን እንትደርፉ ሕጂ ኣብዚ ግዜ ዘለዉ ድማ ብግምጥልሽ ኮይኑ እቲኦም ደረፍታይ ብሓቂ ንፉዓት እዮም ቮካል ቬሪ ስትሮንግ እዮም እቲ ኢንስትሩሜንቴሽን ስትሮንግ እዩ እቲ ፀገም ኣበይ እዩ ኣብ ሊሪክስን ኣብ ኮምፖዝን ናይቲ ሙዚቃ እዩ ሕጂ እንታይ ይገብሩ ኣለዉ እዚኣ ተረዲኣቶም ግዲ ኮይና እቲ ናይ ቀደም እንዳምጽኡ እቲ ሙዚቃ ምክንያቱ ዘይመውት ሙዚቃ ስለ ዝኮነ ንዕኡ እንደገና በቲ ናይ ሓድሽ ድምጺ ገይሮም ገለመታት እዚ ናይ በዓል የማነ ባርያ ሕጂ ቀኒናዮ ዝተፈላለዩ ሰባት ኣብ ኣስመራ ከምኡ ክደርፉ ገለመታት ገለ very amazing ሕጂ እቲ እቲ እቲ ሙዚቃ ናትና ንገዛእ ርእሱ ክስታይ ይምዕብል ከም ዘሎ ትርእዮ ማለት እዩ ካብ ኩሉ ዋላ ኣብ ኤርትራ ኮነ ናብ ሰብሓታት ድሕሪ እቲ ናይ ማትኣ ዝነበረ ግዜ እቲ ሙዚቃ ናብ ክልተ እዩ ኮይኑ ሓደ እቲ ናይ ኤርትራዊ እንታይ ሽሙ ናሽናል ኣብቲ ናይ ፖለቲካ ሂቡ ሃገራዊ ዝበሃል ናይ ተጋድሎ ሓርነት ኤርትራ ዝነበረ እቶም ናይ ማትኣ ስለ ዝነበሩ እቶም ሙዚቀኛታት እቶም ዓበይቲ ናቶም ፍልይ ዝበለ ሙዚቃ እዩ ነይሩ። ስጋብ ሽዑ እዚ ናይ ናይ ህዝባዊ ግንባር ሙዚቃ ብዙሕ ኢፌክት ይነበሮ ናብ ህዝቢ ኤርትራ። ጀብሃ ምስ ወጸት ላኪን ሚሊተሪ ጥራይ ኣይኮኑን ምንሽሙ ማዕቢሎም ሻዕብያ። እንታይ ደኣ እቲ ሙዚቃ ምክንያቱ እቲ ኣጋወጋሕጥ እዚ እንታይ ሽሙ ዓዃይ ወዲ ኤርትራ ዝብል ደራፋይ ስምጽኦም ከይዱ ድራም ዝጻወት ነይሩ ሕጂ ኣብ ጊስን ምስ መጸ ተስዓን ሓደን ረኺብናዮስ ሕጂ ኣማኒኤል ተወልደ ድበሃል ነይሩ ሓደ ውጉእዩዎ ክራሪስትዎ ንፍዕ ሙዚቀኛ ምሳና ኣብታ ስለ ዝጻወት ንዑ ኣብ ጀብሃ ስለ ዝፈልጦ ዋይ ኢልዎ እዚ ንሙዚቃ ናይ ሻዕብያስ ማዕቢሉ ገለ ኢልዎሲ ዋኣ ንሕና እንዲና ተጸንቢርናዮ ኢልዎ እቲ ኢፌክት ናይ ጀብሃ ዝነበረ ከማ ከም ሙዚቃ ኣብኡ ከም ዝነበረ ከኣ ቅኑን እዩ። ግን ዝፈትዎ ዓርከይ ኣሎ እዚ ባይ ዘ ወይ ክዝክሮ እደሊ፣ ዳዊት ኣዛን ወይ ድማ ዳዊት ተስፋማርያም ኣብቲ ናይ እቲ ናይ ምህናጽ ናይቲ ሙዚቃ ኪቦርዲስት ስለ ዝነበረ ነቲ ናይ ህዝባዊ ግንባር ዓቢ ግደ እዩ ተጻዊቱ። በዚ ድማ ንዑ ነመስግኖ። ኣብሽረኪያ ዳዊት እብሎ። ሕጂ እኳ ኣብ ናይ ቢዝነስን ኣብ ምንታይ ሽሙ እዩ ከይዱ ብዙሕ ካብዞም ሙዚቃ ካብዞም ቀዳሞት ካብዞም ቀዳሞት ናይ ሰብዓታት ስሳታት ዝነበሩ ኣርቲስትስ ናይ ኤርትራ ከመይ ከመይ ከመይ ትሪኦ እቲ ሙዚቃንቶም ንኣብነት ኣለዉ ዶ ገሊኦም ካብቲ ዝያዳ ተድንቖም ካብ ካልኦት ገለ ከመይ ትሪኦ እቲ ሽዑ ናይ ስልጣናት ዝነበሩ ብፍላይ እዎ መብዛሕትኦም ፈልጦም ደ ብኢንፔርሶን ፈልጦም እየ እገሌና ብሓንሳብ ሰሪሕና ኢና ማለት ቆጺርካ ከማን ኣይውዳእኑ ሕጂሲ እዚ ለንቀነ ዝሞተ ዕስማን ኣብድርሒም ንኣብነት ኩሎም ፈልጦም እየ ኣነ እንታይ ድባል ኣብዚ ኣብቲ ካስል መፁ ስለ ዝነበሩ ብድሕሪኡ ትራኸብ ከም ሙዚቀኛ ገለመታት ገለ ዋላ በዓል ተወልደ ረዳ ኩሎም ግን ኣነ ሓቂ ዘረባ እንታይ ኢዩ ደስ ድብለኒ ንኣብነት ማይልስ ዴቪስ ማይልስ ዴቪስ ንማይልስ ዴቪስ እንታይ ኣቡኡ ሓኪም ናይ ናይ ስኒ ኢዩ ነይሩ ሕጂ ማይልስ ዴቪስ ናይ በዓል ቻርሊ ፓርክ ወሲዱ ይብል ሙሉ መዓልቲ ከምኡ ክገብር ውዕል ስምዓኒ ኢሉ እንታይ ኢኻ ትገብር ዘረባ እዋነ ናይ ቻርሊ ፓርክ ኣጻወት ኣለኹ ኣነ ክሱ ዝጻወት ኣለኹ ኣይደኖ እንታይ እየ ስማ ሕጂ ናታ ድምፂ የብላ ናታ ሙዚቃ የብላ እቲን ካልኦት ዝበለዋ ግን ትደግም ትውዕል ሕጂ ኢልዎ ከምታ ጭሩ ዲኻ ክትከውን ደሊኻ ፕለይ ዩር ኦን ሚዚክ ናትካ ሙዚቃ ትፅወት ኣለካ ሕጂ ማይልስ ዴቪስ ቨሪ ኮንሽስ ኮይኑ ነቲ ናቱ ቴክኒክ ኣማዕቢሉ ሕጂ እሱ ሂ ጃስት ኒድስ ቱ ፕለይ ቱ ኖትስ እቲ ዓለም ትስበር ትወድቅ ከም ዘላ እዩ ዘርእየካ በቲ ምልክት በቲ ድምጺ ቦቲ ክላሪቲ ኣብ ድምጺ ናቱ ዘሎ ኣብቲ ቶን ናቱ እቲ ቮይሲን ናቱ እቲ ፍሬዚን ናቱ ነታ ሜሎዲ ክሰርሓ ክብሎ ሕጂ ዶ ዶ ዶ ዶ ኢልካ ክትገብራ ኢልካ ክትገብራ እዚ እቲ ቮይስ ናይታ ታሽቱ ሕጂ ኣብዚ ኣነ እዚ ኣብ ታሪኽ ዘንበብክዎ ገለ መታሕት ስለ ዝነበረ ኤግዛክትሊ ናይ ካልኦት መልሲ ክኸውን ኣይደለኹ ግን ሓደ ነገር ኔሩ ተኽለ ተስፋዝጊ ብኣካል ኣይፈልጦን እየ ብሙዚቃ እየ ዝፈልጦ ግን እቲ ናይ ቀደም ናይ ንእሽቶይ ከሎ ማለት ኣብ ኣስመራ ከሎን ድሕራይ ምስ ራህዋ ባንድ ኮይና በዲስ ኣበባ ዝፃወቶ ዝነበረ ክልተ ተፈላለየ ሙዚቃ እንድዩ The same እንታይ ሽሙ ከሎ the same lyrics ከሎ ግን እቲ እቲኦም ሞዴርን እዮም ገይሮሞ ገለ መታት መብዛሕትኡ እቲ ቤዝ ላይን ድሕር ሪኢኻ ድማ ፎር ኦቨር ፎር እዚ ናይ ከምዚ ኣብዚ ዓዲ ሽላገ ሙዚክ ኢና ንብሎ ማለት እዩ ኮሚታት ገይርዎ ሕጂ እቲ ናይ ቀደም ዝነበረ ኣብ ማትኣ ድዩ ወላ ኣብ ኣስመራ ዝፃወቶ ዝነበረ እሱ ብጣዕሚ እዩ ዝስዕበኒ ምክንያቱ ኣታችሜንት ናብ ጃዝ ስለ ዘሎ ሕጂ ኣብ መንሽሙ ኣብ ኩስቶ ኣብ መንሽሙ እዚ ተክለ ተስፋዝጊ ዕለል ኣሰፍ ያዓኒ ከም በዓል ኣብርሃም ኣፈወርቂ ዋላ ከም በዓል የማነ ባርያ ኣብ ሊሪክ ስትሮንግ ኮነ እቲ ናቱ ደርፊ ግን እስሞ ሪያሊቲ እዩ ፕሮዛ እዩ ትንታሽሙ እቲ ግጥምታት ነጻ ኮይኑ እቲ ዘሎ ኖርማል ሪኣሊቲ ክስተንትዮ ሞር ፊሎሶፊክ ኢዩ እቲ ናቶም እንታይ ሽሙ እቲ ናቶም ኣፕሮች ናብቲ ሊሪክስ ዘለዎ ገለመታት ገለ ሕጂ ኣነ ከም ኣብ ኩስቶ ዝዓበኹ ከማን ኣብ ስደት ዝዓበኹ ገለመታት ኣብቲ ሊሪክስ ከማን ብርቱዕ ኣይኮነን ናተይ ግን ኣብቲ ርትሚክ ኦፍቲ ሜሎዲ ላይን ምኽንያቱ ኲንሲ ጆንስ ትበላ ነገር ኣላ እንድሕር ሓንቲ ደርፊ ሂት ክትከውን ኮይና ፈርስት ሜሎዲ ሰከንድ ሜሎዲ ሰርድ ሜሎዲ ሕጂ ኣነ መን ድየ ዘደንቕ መስለካ ካብቶም ደረፍቲ ንላዕሊ እቶም ሙዚቀኛታት ኣብቲ ግዜ እቲ ዝነበሩ ምኽንያቱ እቲ ሽዑ ዝግበር ዝነበረ ሙዚቃ ምስዚ ናይ ፍላወር ፓወር ኣብ ኢሮጳ ዝነበረ ናይ ስሳን ሸሞንተ ሞቭሜንት ዋላ እቶም ደቂ ስመራ እንተሪኢኻያን ኣካዳድንኤን ገለ መታት ገለ ዝነበረ እንታይ ስሙ ልክ ኢኩቫለንት እዩ ነይሩ። ሕጂ ኣለዎ ፖለቲካ ዝብልዎም እዚኦም ናይ ኣብቲ ግዜ እቲ ዝነበሩ መንእሰይ ራእይ ነበሮም ደናቁር እዮም ገለ ናይ ናይ ንስኻ ኢኻ ደንቁር የኣብንቲ ኢብን ኣቺቭት ናሲን ኣቺቭሜንት ኣለካ ወመሊስካ ትዛረብ ብዛዕባ ታሪክ ዝሰርሑ ሰባት ስለዚ ናይ ብሓቂ ብርቱዓት እዮም ነይሮም ንፉዓት እዮም ነይሮም ኣነ ግን ሞር ኣብቲ ናይ ተክለ ተስባዝጊ እቲ ናተይ እንታይ ሽሙ ነይሩ ምክንያቱ እቲ ሜሎዲ ስለ ዝስዕበኒ ናብ ጃዝ ኣታችሜንት ስለ ዘሎ እዚ ሕጂ ንኣብነት እዚ

እቲ እቲ ፕሮግሬሽን ንዑ ኣኮምፓይን ዝገብር ዘሎ ሙዚክ ስምዓዮ ብድሕሪት ኣሜዚንግ ነቲ ግዜት ማለት እዩ ምናልባት ግን ሓተካ እዚ ሞር ቻለንጅ ንዓኻ እቲ ግጥሚ ምፅሓፍ ድዩ እቲ ዋላ ግጥሚ ምፅሓፍ ምክንያቱ ናይ ቋንቋ ክእለት ስለ ዝኾነ
ዳሕራይ ዳሕራይ ቋንቋእንታይ ኢንስፓየር ይገብረካ
እንታይ እንታይ ኩነታት ኢንስፓየር ይገብረካ ክትፅሕፍ ኣበናይ ግዜ ትፅሕፍ ወላ ሳደንሊ ይመፀካ እቲ ግጥሚ ከመይ ከመይ
ኖ ኣነ ሞር ሜሎዲስ እዩ ዝመፀኒ ምክንያቱ ብዙሕ ጃዝ ብዙሕ ክላሲካል ስለ ዝሰምዕ ሜሎዲስ እዩ ዝመፀኒ ሕጂ ኣብ ኤርትራውያን ንገብሮ ጌጋታት ኣሎ ሕጂ ኤርትራውያን ኢልና እምበር ኣፈሹ ኣፍሪቃውያን እዩ እንታይ ኣሎ መስለካ ሙዚቃ እቲ ሊሪክስ ናይ ናይ ሓዘን ሊሪክስ ኣሎ ናይ ፍቕሪ ናይ ደስደስ ሊሪክስ ኣሎ ግሩቭስ እንድሕር ኢልካ ግሩቭስ ማለት ታሕጓስ ማለት እዩ ናይ ታሕጓስ ትመፅፈልካ ሕጂ ግሩቭስ እንታይ ሽሙ ጌርካ ሙዚቃ ጌርካ እንድሕር ናይ ስዋኣት ክትደርፈላ ኮንካ ወይ ናይ ድሞተ እንታይ ሽሙ ክትደርፈላ እንድሕር ኮንካ ኣይትሰማምዕን እያ ሕጂ እቲ እቲ ናተይ እንታይ ሽሙ እቲ ሜሎዲ ምሰናይ ሊሪክስ ይኸይድ ሕጂ መጀመርያ እቲ ሜሎዲ እየ ድገብሮ ኣነ እቲ ሊሪክስ ኣይኮንኩን ድገብሮ ሽዑ ንዑ ሜሎዲ ንዑ ድኾን ሊሪክስ ይፈጥረሉ ሕጂ ንኣብነት ደርፍላ ንኣብነት ኣነ ምሳኺየ እስኺ ምሳይ ክነብር ብሓንሳብ

ኣየፍቅደለይን ሓላይ ፈትየ ንክጸሊ ፈቲነ ብዓቅመይ ዝከፈከ ጸብቅ ተመኪሮ ምካኑ ሂወት መሪር ቃልሲ ዝበኒ ምሳን ኩነ ናይ ፍቅሪ ሕቶይ መልሲ እዛ ቆልዓ ሕጂ እዚ እቲ ሜሎዲ ሕጂ ሕጂ ፊው ሚኒትስ እየን ተሪፈናና ዘለዋ
ሕጂ ፊው ሚኒትስ ኣለካ ከመይ ክሎዝ ምገበርካ
ግዜ ኣኺልና እዩ ምሽ እወኒ ሕጂ እንታይ እየ ክብል ደሊ ኣነ ነቲ ነቲኦም መንእሰያት ኤርትራውያን እዚ ኣነ ዝገበርኮ ተመክሮ ዳሕራይ ኣነ ኣጋጣሚ ድማ ዕድለኛ ስለ ዝኾንኩ ፒኤችዲ እናገበርኩ ኣብ ጊስን እቲ ናይ ሙዚቃ ዲፓርትመንት ስለ ዝነበረ ኣብኡ ከይደ ሌክቸርስ ናይ ሙዚቃ ሙዚክ ፍስንሻፍት እዮም ዝብሎ ክወስድ ክሳይ ነርኒ ሕጂ ኩሉ ነገርና ያ ጀማዓ ንገብሮ ኣብ ሳይንስን ኣብ ትምህርትን ተመርኮሰ ክኸውን ኣለዎ ያ ዋላ ሙዚቃ ምክንያቱ ሙዚቃ ንገዛ ርእሱ ሳይንስ ምዃኑ ክንፈልጥ ኣለ እቲ ፊዚክስ እቲ ሳይኮሎጂ እቲ ታሪክ እዩ ኩሉ ነገር ክትፈልጦ ንድሕር ኮንካ ኣብ ትምህርቲ ክምርኮስ ኣለዎ ሕጂ ኣንሕና መብዛሕትኡ ነቲ ናይ ሙዚቃ እቲ ፖለቲካ ስለ ዝኾነ ንኣብነት እቲ ዓንተቦይ ምስ ጀሚረያ ኔረ እቲ ሙዚቃ ክልተ ተመቂሉ ኢለ እቲ ናይ ህዝባዊ ግንባር ሕጂ for a reason ነቲ ርትሞስ ኣቀልጢፎሞ ክድም ክድም ክድም ክድም ድብል ጌሮሞ ማለት እዩ እቲ ናይ ተጋድሎ ሓርነት ኤርትራ ግን ትሕል ዝበለ ርትሚ እዩ ኔሩ ምክንያቱ እቲ ቃላት ሞር ክስማዕ ኣለዎ ኣብቲ ግን እንታይ ሽሙ ክገብሮ ኣለዎ ነቲ ወተሃደር ኣብ ውግእ ምስ ወዓለ ክርስዖ ኣለዎ ነቲ ዝነበሮ እንታይ ሽሙ ኣብ እንታይ ሽሙ ኣብ እንታይ ብሎ ምስትንታን ኣብ ገለመታት ክሕኣቱ ምንታን ኣብ ኮምተ ስለዚ ሳይኮሎጂካል ባክግራውንድ ከም ዘለዎ እቲ ሙዚቃ ይረአ ማለት እዩ ኣብዚ ኣብዚ ጉዳይ ሕጂ እንታይ እየ ክብሎም ዝደላነ ነቶም መንእሰያት ናይ ብሓቂ እዚ ትገብርዎ ዘለኹም ናይ እቶም ቮካሊስት ኣብኦም ዘለኒ ኣድንቆ ናይ ብሓቂ ዓብዪ እዩ ግን ክመሃሩ ኣለዎ ትምህርቲ ዘይብሉ ነገር ምክንያቱ ኣብ ዓድና ሙዚቀኛስ ብምምታይ ይፍለጥ ብሰኽራንን ብዕዋላን እዩ ዝፍለጥ ኣዚ ዓድግ ሙዚቀኛ ግን ሓደ ኩቡር ዝኮነ ኣንታይ ሽሙ ፕሮፌሽን እዩ ስለዚ ኣንሕና ድማ ኩቡር ፕሮፌሽር ምካኑ ፈሊጥና ንዑ ንክተክብሮ ድማ ብትምህርቲ ገርካ ከተሰንዮ ኣለካ ነቲ እዝጋብሄር ዳሕራይ ኣነ ታለንቲ ታለንቲ ዘለኒ ሙዚቀኛ ገለ ዝበሃል የሎን ይብሉካ ጀርመናውያን ሙዚክ ኢዝ ስፋንሲሽ ፕሮሴንት ኢንስፕራስዮን፣ ኣክሲሽት ፕሮሰንት ትራንስፕራስዮን እንታይ ማለት ሙዚቃ ዒስራ ፐርሰንት ኢንስፓይረሽን ወይ እቲ ታሌንት ወይ እቲ ዘለካ ኣምቢሽንስ እዩ ማለት እዩ እቲ ሰማንያ ፐርሰንት ግን ረሃፅ እዩ ክትሰርሕ ኣለካ ስለዚ ኤቭሪ ደይ እንተ ኤክሰርሳይዝ ስደ ጌርካ እንታይ ይብሉካ ድማ እቶም ጃዝ ሙዚቀኛታት እንድሕር ሰሙን ዘይተጻወትካ ኤክሰርሳይዝ እታ ኢንስትሩሜንት እንድያ ናትካ ዘይሓዝካያ ወይ ኤክሰርሳይዝ እንድሕር ዘይገበርካ እስኻ ይርድኣካ እዩ እቲ ጌጋ ትገብሮ እንድሕር ክልተ ሰሙን ዘይገበርካ ግን እቶም ዝሰምዑኻ ዘለዉ ይርድእዎም ኣብ መጨረሻ እቲ ግዜ ስለዝሓለና ብጣዕሚ እወን ንታሪክ ህይወትካ እቲ ናይ ሙዚቃ ፍላይ ኣብኦ ነክድሂብ ሓሲበ ነይረ ስለ ዘካፈልካና ኣይ ሆፕ ኢንስፕሬሽን ይኸውን ነቶም መንእሰያት ናትና ሙዚቀኛታት ናትና ዳሕራይ ከኣ ኣብ ካልእ ኣጋጣሚ ብስፍሕ ዝበለ ብካልእ ጉዳያት ክንዘራረብ ተስፋ ገብር የቀንየለይ ብጣዕሚ። ብወገነይ ንዓኻ መን የመስግነካ ንኹሉ ህዝቢ ኤርትራ ድማ ሰላምን ፍቕርን ይፍጠረልና እዚ ዘሎ ስርዓት ይተኣለየልና ወብ ዓድና ኮይና ንኩላህና እዚ ንብሎ ዘለናሲ ብኣካል ንገብሮ ክከውን ተስፋ እገብር ንኩሎም ሙዚቀኛታት ድማ ነቶም ካብ ኩሉ እቶም ምሳይ ዝነበሩ በዓል ዕንባባ በዓል ሃይለ ተስፋው በዓል ስዉእ እዮብ ሃይለ እዚኦም ኩሎም ካባና ተፈልየም በዓል ሰልሐዲን ኣልብኺ በዓል ኣብድልዓዚዝ ኣልሙባረክ እዝጋብሄር ኣብ ጎኒ ይግበረኩም ይቀበለኩም ይበል ማለት እዩ የቀንየልና። የቀንየልና ካሕሳይ ገዛ።